ኣይኮነን ከምዚ ዝመሰለ ዓብዪ ኮሚሽን ብሃገር ደረጃ ዝመርሕ ፈላሲት እውን ትኹን ምኽክርን ፍቕርን እዩ ዘድልየና ናብዚ ኢና ክንኣቱ ዘለና እየ ዝብል ዘለኹ
ሰላም ጥዕና ይኸበልና ክብራትን ክብራንን ዘራራ ሚድያ እዩ ራራ ሚድያ ረብሓ ህዝቢ ትግራይን ብሄራዊ ቁመናን ማእኸል ገይሩ ዝተፈላለዩ ዜናታትን መደባትን ብምዝርጋሕ ዝፍለጥ ሓደ ካብቶም ተፈተውቲ ትካላት ዲጂታል ሚድያ እዩ። ኣብዚ ቅንያት ኣጀንዳታት ህዝቢ ክእክብ ተልእኾ ተዋሂብዎ ኣብ ሰፊሕ ስራሕ ከም ዝርከብ ዝግለፅ ዘሎ ሃገራዊ ኮሚሽን ዘተ ኢትዮጵያ ናብ ትግራይ ኣትዩ ሕቶታት ህዝቢ ይኣክብ ዶ ኣይኣክብ ኣብ ዝብል ነጥቢ ክትዕ ተላዒሉ ኣሎ። ዋላ እኹል ፕሬዝደንት ግዜያዊ ምምሕዳር ትግራይ ታደሰ ወረደን ኣብ ትግራይ ኣይትመፅዋን ዝብል ቅዋም ኣይብልናን እንተበለ ውድባት ፖለቲካ ገለኤን እንትቃወምኦ ገለኤን እንትድግፎ እዩ ዝረኣ ዘሎ። ተራ ሰባት ከ እንታይ ይብሉ? ንሎሚ ሓደ ጋሻ ሒዝናልኩም መፂና ኣለና። ነባር ተጋዳላይ እዮም ሃይለማርያም ኣብርሃ እንትበሃሉ ዘተ የድልን ምኽክር ይጠልብ ዝብልዎ ትግራይ ሕዚ ዘላቶ ህልው ኩነታት ብምብራህ ይጅምሩ። ኣብ ትግራይ ብጣዕሚ ለምቅነ ሎምታት ብዝሕ ዝበለ ሽግራትን ፀገማትን የጋጥም ኣሎ። ትግራይ ኣብዚ ሀዚ ሰዓት ዘላቶ ቁልቁለት ምውራድ ዘይኮነስ ናይ ምጥፋእ መንእሰያት ኣብ ሕድ ሕድ መዓልቲ ይጠፍኡ፣ ይሞቱ፣ ይጭወዩ፣ ይቕተሉ ኣለዉ። ትማሊ ድዩ ብቕድሚ ትማሊ ሀዚ ሓደ ከመይ ዝመሰለ መንእሰይ ቆልዓ ሞይቱ እኒኦ። ቀታሊ ይፍለጥ ለይ ይፍለጥ ኣነ ዝፈልጦ ነገር የብለይ ግን ዕሸላት ወርቀን እናተሰረቃ እናተሰረቀ መናእሰይ ሰሪሕና ክንርባሕ ኢና ሰሪሕና ክንነብረላ ዝዓዲ እዚኣ ካብ ኩናት መፅኦም እሞ ተለቂሖም እሞ ካብ ቤተሰብ ካብ ዝኾነ ነገር ገይሮም በቃ ኣብ ናይ ዝነበሮም ንብረት ዝነበሮም ሃፍቲ ዕዳ ዝተለቅሕዎ ብውዳበ ተወዲብካ ናይ ተወዲቦም ተሰሪቑ ይስረቕ ትርኢ ሕጊ የለን ፀፀታ የለን ክብሪ የለን ኣብ ዝኸድካዮ ዓኽ እንትፍ ባንዳ ይብለካ ናብ ገፅካ ክንጨውየኩም ኢና ናብ ዘይት ናብ ዘይፍለጥ ዓዲ ክንወስደኩም ኢና ይብሉኻ ትግራይ ዘላቶሲ ታይ እሞ ክበሃል ይኽእል ትግራይ ዘላቶ ኣብ ቁልቁለት ጥራሕ ዘይኮነስስ ኣብ ናይ ምጥፋእ ኣብ ዘርኢ ናይ ምጥፋእ ደረጃ እያ ዘላ ዘተን ምኽክርን የድሊልካ ይዝረብ ኣብ ዘለሉ እዋን ምእንተ ረብሓ ህዝቢ እዩ ካብ ዝብሉ ወሃብቲ ቃል ሓደ ዝኾኑ ናይ ሎሚ ጋሻና ምእንቲ ምምላስ እቶም ንትግራይ ሓኒቖም ሒዞምዋ ዘለዉ ፈተንቲ ብሄራዊ ኣጀንዳታት ምዃኑ ይረድኡ። ከም ኣብነት እውን ትግራይ ናይ መሪሕነት ክፍተትን ንሱ ዝወለዶ ናይ ሓድነት ፀገም ከም ዘለዋ በዝን በትን ይዝረብ። እዚ ናይ ሓድነት ንቓሕ ብውሽጢ ኣደዳ ተበላፂ ብደገ ድማ ኣደዳ ነዛ ኩነታት እዚኣ ተጠቒሙ ረብሕኡ ዘስጉም ሓይሊ ከይትኸውን ዘተ የድሊ፣ ምኽክር የድሊ። ንምዃኑ ኣትያቶ ዘላ ዘተ ዝጠልብ ንቓዕ እንታይ ይመስል? ግንከ ውድባት እውን ዝተወደባ ዓቕሚ ኮይነን ክቐርባ፣ ካልኦት ናይ ብሄር ዓቕምታት እውን ውድብ ውድብ ኢሎም ነገራዊ ሓይሊ ክኾኑ ምሕፀንታታ ሕዚ ዘተን ምኽክርን ትጠልብ ዘላ ትግራይ ይኸውን ምህላዎም እቶም ነባር ተጋዳላይ ይገልፁ። ካብዚ ሓሊፉ ብመንገዲ ዘተን ምኽክርን ኣቢልካ ቀልጢፍካ ነገር ፍታሕ ፀገም ክእለ ትግራይ ክትሓውን እንተዘይተገይሩ ከም ብሄር መንገድታት መንገዲ ጥፍኣት እዩ ይብሉ።
ኣብ ዘርኢ ናይ ምጥፋእ ደረጃ እያ ዘላ። ተፋናቀልትና ቀደም ኣትሒዝና ኡይ ዝበልና ካብቶም ተፋናቀልቲ ከባቢ እውን ሓደ ስለዝኾንኩ ኣነ ስለዝኾነ ህዝበይ ኡይ እናተብሃለ ይመውት ኣሎ ይጠፍእ ኣሎ ብኣካል መናእሰይ ከይዶም እዞም ተቓለስቲ መናእሰይ ከይዶም ርእዮምዎ ተሓቢኡ ተደቢቑ ሰብ ከይርእዮም ኣንታ ኣብ ትግራይ ዘይግበር ነገር እሞ እንታይ እዩ ዘሎ ኣብ ትግራይ ዘይግበር ዘይስራሕ ዘይተሰርሐ ነገር እንታይ እዩ ክትበሃል ዝኽእል እሞ ከዓ መን እዩ ዝገብሮ ዘሎ እውን ክትፈልጦ ዘይትኽእል መንግስቲ ምስ መንግስቲ ናይ ዲዲኣር ውዕ ናይ ዲዲኣር ክፍፅም እየ እኸደ ኣለኹ እየ ዝብል ኣነ እየ ናይ ዲዲኣር ተወካሊ ዝብል እሞቲ ዲዲኣር መጉደፎ ህዝቢ እናሞተ ህዝቢ እናተዓፈነ ብስሩ ተራእዩ ተሰሚዑ ዘይፍለጥ እዩ ዘሎ ኣብ ትግራይ በተለይ በተለይ ከዓነ በተለይ በተለይ ኣብዞም ተፋናቀልትና ዝወርድ ዘሎ ህይወት ተሃፍቶም እሞ ግደፎ ተሃፍቶም እሞ ግደፎ ሑመራ ዝነበረ ሃፍቶም ተዘሪፉ ህይወት በሪሱ ልዕሊ ሓደ ሚልየን ህዝቢ ጠፊኡ በሪሱ እዞም ሰባት እዚኦም ከዓነ ተሃፍቶም ትንብረቶም እቲ ህይወቶም ናብ ቃላይ ዝድብረ ናብ ቃላይ እናተደብረ ኣብ ተከዘ ዝርሸን እናተረሸነ ካብ ኣመሊቆም ዝመፁ እውን ሕዚ ይጠፍኡን ኣለዉ ይጠፍኡ ኣለዉ በቃ ብጣዕሚ እቱን መረበትና እቲ ናትና መረበትና ናይ ተጋሩ መረበትና በምሓሩ ብፋኖ ብፋኖ ተዓጽዮ ተታሒዙ መሬትና ዕድመና ስንና ከይሸረፈ ንሕና ዘይኮናስ ንሕናትና ታሪክ ሞግደፎ ናትና ሞግደፎ ልኡል መንገሻ ስዩም እውን ዝመስከርሉ ምኡል መንገሻ ስዩም ብህይወት ንህዝቢ ትግራይ ደው ኢሎም ክጸንሑ ብህይወት ዝመስከርሉ ሓድነት ፈጢርና ሽግርና ቆስልና ንኸይነሕዊ ስዋኣትና ስድራ ስዋኣትና ንኸይንህሉ በታቲኖም ገሊኡ ነስመራ ገሊኡ ንዓፋር ገሊኡ ነዲስ ኣበባ ገሊኡ ፅል ኢሉ ንልብያ ዝጠፍእ ናይ ልመና ኮይና ትግራይ በይዛኻትኩም እንደደ ወደይ ክንድዚ ኮይኑ ዝብል ኣብ ከምዚ ወዲቓ ትግራይ ኣብ ከምዚ ወዲቓ እሞ ንትግራይ ኣለኹልክ እየ ዝብል ወለዶ ስኢና ኣለኹ እየ ኣነ ዝብል ወለዶ ስኢና እንትርፊ ሕሾት እንትርፊ ፈኸራ እንትርፊ ስቁኢልካ ዘየለ መፀለምታ ኣብ ትግራይ እዙይ እቶ ዘይትብሎ ቦለቲካ።
እዚ ኮምሽን ዘተዚ ናብ ትግራይ ኣይትምፃእ ዘይኮነስ ድሒሩ ደንጉዩ ዝብል እምነት ዘለዎም እዞም ጋሻ ኣብ ልዕሊ መንግስቲ ኢትዮጵያ ዘቕረብዎ ነቐፌታ እውን ኣሎ። ተዛቲኻ ለውጢ ምምፃእ ኣማራፂ ዘይብሉ ምዃኑ ዘስምሩ ጋሻና ነዚ ናይ ልዝብ መድረኽ፣ ነቲ ኣቲናዮ ዘለና ሰላማዊ ናይ ቃልሲ ማዕበለን ዝምጥን ኣካይዳ ኣይንኸይድን ዘለና ዝብል እምነት ድማ ኣለዎም። ኣብ ክንዲ ምኽክር ምፍካር፣ ኣብ ክንዲ ምልዛብ ምጽራፍ፣ ኣብ ክንዲ ትሕትና ትዕቢት መግለጺኦም ዝገበሩ ልሂቃን ትግራይ ንድሕሪት ይመልስዋ ከምዘለዉ እውን ዝዛረቡ እዮም። ተቃወምቲ እናዮ ዝበሉ ኣብ ክልተ ኣብ ሰለስተ ይጋማምዑ ሕወሐት እየ ዝብል ውድብ ብስሩ እውን የለን ኣሰረ መሰረቱ እውን የለን ኣነ ሕዚ ሕወሐት ኣሎ እየ ኢለ ኢለ ቅድሚ ሕዚ እውን ኣቕሚጠ እየ ሕዚ እውን ኣቕሚጠ እየ ሕወሐት ሲ ልዕሊ ተክለ ብርሃነ ርኣያ ዝተቃለሰላ ሕወሐት የላን መውደቒ ገዛ እውን ዘይሰርሐላ መውደቒ ገዛ ኩሉ ግዜ ውድበይ ህወሓት እናበለ ህዝበይ እናበለ ከምኒ ተክለ ብርሃነ ርኣያ ዝመሰሉ ተቃለስቲ ዕድመኦም ሙሉእ እንፈልጦ ኣይኮነን ኣብ ዓዶ ኣብ ትግራይ ኢትዮጵያ እትበሃል ዝቐየሩ ዓፋር ኣነ ብኣካል ዝፈልጦ ህዝቢ ዓፋር ማለት እዩ ብኣካል ምሳኡ እውን ስለ ዝነበርኩ ምስ ተኽለ ብርሃን ስለ ዝፈልጥ ህዝቢ ዓፋርስ ከም ከም እንታይ ድኡ ሽሙ ወዲብ ወዲቡ ፖሊስ ኣውፅኡ ፋይናንስ ተኺሉ መንግስቲ መንግስቲ መሓውር ኣትሒዙ ናይ መንግስትነት መልክዕ ካብ ዘላንነት ካብ ዘላንነትስ ናብ መንግስትነት ናብ ስልጣነ ናብ ምዕባለ ኣብጺሑ ናብ ትምህርቲ ዝኸደ እዩ ኣነ ዝፈልጥ ተክለብርሃን ኣርኣያ ካብኡ ከዓ ኣነ ኩሉ ግዜ ውድብና ዝብል ንሕና እነባይ ንኣና ክሰምዑና ኢልና ኣይኮንና እንዛረብ ዘለና ንኣና ክስ- ንኣይ ክሰምዑን ኢለ ኣይኮንኩን ዝዛረብ ዘለኹ ንስዩም መስፍን ነባይ ፀሃየ ዘይሰምዑ ዘይሰምዑ እዚኣቶም ንኣና ክሰምዑና ኣይኮንና ጥምር ኢልና ሓሳብና ንቕርብ እዮም ዝብሉ። ውድብ ኢልና ከይተበታተና ረብሓ ትግራይ ሒዝና ናብዚ መድረኽ ዘተ ክንኣቱ ኣላና ይብሉ። ካብዚ ወፃኢ ዘሎ መማረፂ ዓርያን ዝተጎድኣት ትግራይ ዘር ኣኮነን ዝብል ቅዋም እውን ኣለዎም። ከምቶም
ነባይ ነውሶ፣ ነኒ ስዩም መስፍን፣ ንነባይ ፀሃየ ኣብኡ ዘይምትራፍና እንተዘይኮይኑሲ ሕማቅ ቅልውላው ኣብዚ እተው ዘይትብሎም ሰባት ቅልውላው እናገበሩልና ካብ ዝኸዱ በቃ ሕዚ ንህዝቢ ትግራይ ኣብ ጭንቂ ኣብ ህውከት መ- ኣበይ ኣሎ ሰብ እኮ ተወዲኡ እኮ ሓሚሙ ብሽኮር ብግዛዕ ብንታይ ድዩ ሽሙ ጠቕላላ እኮ የለን ተወዲኡ እኮ ህዝቢ ትግራይ
ኣብ እዋነ ኩናት ትግራይ ዝተጣየሸ ዓሰርተ ዝኾኑ ኮሚሽነራት ዘለዎ ኣጀንዳታት ህዝቢ ኢትዮጵያ ኮላይ ናይ ትግራይ ኣኪቡ ብምፅሟቕ ንተቓርኖታት ዘላቕ መፍትሒ ንፀጋታት ድማ ተወሳኺ መኣገር ዝኸውን መዋፅኦ ንምርካብ ዓሊሙ ብዛዕባ ዝተጣየሸ ሃገራዊ ኮሚሽን ዘተ ኢትዮጵያ ተጋሩ ልሂቓን ተኸፋፊሎም ዝጥምትዎ ዘለዉ ወፍርታት እውን ኣድሂብና ሓቲ ኣመልኪትና እዮም። ርግጽ እዩ ነቲ ኮሚሽን ገለ ውድባት ንሕወሓት ሓዊሱ ቅድሚ ኩነታት ከም ዝቐመጠትሉ ገለ ውድባት ድማ ምስኡ ክሰርሑ ከም ዝወሰኑ ግዜዊ ምምሕዳር እውን ተራኺበ ተዛቴ እየ ኣብ ዝብለሉ እዋን ኢና ድማ ሓቲትናዮም። ብሓጺር መልሲ እውን ይጅምሩ። ኣይኮነን ከምዚ ዝመሰለ ዓብዪ ኮሚሽን ብሃገር ደረጃ ዝመርሕ። ፈላሲት እውን ትኹን ምኽክርን ፍቕርን እዩ ዘድልየና፣ ናብዙይ ኢና ክንኣቱ ዘለና እየ ዝብል ዘለኹ። ሕዚ እውን ኣነ እዙ ኹምዙ ዓይነት እንድያው ተዝበዝሑልና ንሶም ጥራሕ ንሶም ብሕጋውነት ብዲመ በመንግስቲ ከምቱ ግዝያዊ መንግስቲ ቆይሙና እንዮ ግዝያዊ መንግስቲ እዮም። መንግስቲ እዮም ተረዲካ ኣውዚ ከ ከምኡ ዘይቆመሉ ምክንያት እንዲያው ደንጉዮም ደንጉዩ እቲ ምክክር እዚ ሲ ደንጉዩ ቀዲሙ እዩ ክመፅእ ነይርዎ ባዕሉ እውን ቅንዕና እንተልይዎ ከምቲ ግዜያዊ መንግስቲ ተተኺሉልና እኒዮ ኣብይ ደኣ ኮነ ተኺልዎ ግዜያዊ መንግስትስ ንሶም ከዓነ ተተኺልና ኢና እሞ መብትና ኢሎም ክመፁ ነይርዎም ንህዝቢ ትግራይ እንዲያው ዝህንዮ ጸገም ኣብኡ ከምዞ ብዙይ ሓሳብና ነፍስስ ዘለና መዓት ሓሳቡ ከፍስስ ዓቕሚ ዘይብሉ ደካማ መዓት ህዝቢ እንዮ ንሱ እንዲያው ብዙሕ ነገራት ካብኡ ክረኽቡ ካብ ዝተፈላለያ ወረዳታት ካብ ዝተፈላለያ ጣብያታት ካብ ዝተፈላለያ ዘዋታት እንዲያው ደንጉዮም እዮም ደንጉዩና ንሱ እና እንብል ዘለና ሕዚ ኣናተይ ቅዋም ማለት እዩ ህዝቢ ትግራይ እውን እዙ እዩ ዝብል ዘሎ ምክክር የድልየና ምክክር የድልየና እንድያው ቤት ምክሪ ስለ ዘይብልና ንሕና ካሊእ ካሊእ ስለ ዘይብልና ተወካልቲ ስለ ዘይብልና ካብዚ ከይዶም ሓሳብ ናይ ትግራዊ ሓሳብ ናይዚ ህዝቢ እዙይ ከብሉልና ዝኽእሉ እንድያው ደንጉይና ደንጉይና ሓሳብና ኣይተሰምዐን እና ንብል ኣለና ሕዚ እውን